ንኡስ ዞባ ፎሮ ሓንቲ ካብ ዓሰርተ ንኡሳት ዞባታት ዞባ ሰሜን ኣቑኢ ባሕሪ ኮይና፣ ኣስታት ሽዱሽተ ሽሕን ሰለስተ ሚእትን ሰብዓን ሓሙሽተን ትርብዒት ኪሎሜትር ስፍሓት ዘለዋ ንኡስ ዞባ እያ። በራኺ እዚ ንኡስ ዞባ ኢራፋይሌ ዚሮ ሜትሮ ካብ ጽፍሒ ባሕሪ ክኸውን ከሎ፣ ማሕፊጥ ማለት ጎቦ ኣባ ሓኒ ክልተ ሽሕን ሸውዓተ ሚእትን ሜትሮ በራኺ ካብ ጽፍሒ ባሕሪ ይበጽሕ። ንኡስ ዞባ ፎሮ ዓሰርተ ሓሙሽተ ምምሕዳራት ከባቢ ዘለዋ ኮይና፣ ብሸነኽ ሰሜን ምስ ከተማ ምጽዋዕ፣ ብደቡባዊ ምብራቕ ምስ ንኡስ ዞባ ገልዓሎ፣ ብሸነኽ ሰሜናዊ ምዕራብ ምስ ንኡስ ዞባ ጊንዳዕ፣ ብሸነኽ ምዕራብ ምስ ዞባ ደቡብ ትዳወብ ሰለስተ ዓይነት ክሊማ ማለት ቆላ፣ ደጋ፣ ወይኒ ደጋን ዘለዋ ብባሕርን መሬትን ሃፍታም ንኡስ ዞባ እያ። ኣብ ምድንፋዕ ቱሪዝም ሃገርና ዓቢ ኣበርክቶ ዘለዎ ጥንታዊ ታሪኻዊ ቦታ ኣዱሊስ፣ ባህርያዊ ሃፋ ማይ ውዑይ ከባቢ ራፋይሌ፣ ምልክታት ባርዕ እሳተ ጎመራ፣ ብውሽጣዊ ዓቕምና ዝተሰርሐ ጽርግያ ኤጊላ ፎሮ፣ ፋብሪካ ሲሚንቶ፣ ሰፊሕ ሕርሻ፣ ኣጎላጉል ወንገቦ እንስሳ ዘቤትን ዘገዳምን ከምኡ እውን ፍርያት ቀይሕ ባሕሪ ቀንዲ ሃብቲ ናይዚ ንኡስ ዞባ እዩ። በዚ ሕዝቢ እዚ ንኡስ ዞባ ልዕሊ ትሽዓተ ሽሕን ኣርባዕተ ሚእትን ስድራ ቤታት ማለት ልዕሊ ኣርባዓን ኣርባዕተን ሽሕ ነበርቲ ይበጽሕ። ካብዚ እቲ ሰማንያን ትሽዓተን ሚእታዊት ብማሕረስን መጓሰን ዝናበር ክኸውን ከሎ እቲ ዝተረፈ ዓሰርተ ሓደ ሚእታዊት ድማ ብምግፋፍ ዓሳን ንግድን ይናበር። እዛ ንኡስ ዞባ ኣመንቲ ክልቲኡ ሃይማኖት ማለት እስልምናን ክርስትናን ዝርከብዎም ሓሙሽተ ብሄራት ማለት ሳሆ፣ ትግረ፣ ዓፋር፣ ትግርኛን ራሻይዳን ብስኒት ዝነብረላ ንኡስ ዞባ እያ።

መንግስቲ ኤርትራ ካብ ጽባሕ ናጽነት ጀሚሩ ማሕበራዊ ኣገልግሎት ክሳብ ዝረሓቐ ከባቢታት ንምብጻሕ ብዘንቀሎ ወፍሪ ኣብዛ ንኡስ ዞባ መሰረታዊ ማሕበራዊ ኣገልግሎት ክሳብ እቲ ኣዝዩ ርሑቕ ከባቢ ኣዋዲዱ ይርከብ። ኣመሓዳሪ ንኡስ ዞባ ፍሮ ኣቶ ዑስማን ዓረፋ ብዛዕባ ዝርግሐ ኣብያተ ትምህርቲ ኣመልኪቱ ኣብ ዝሃቦ ቃል፣ ብጀካ ኣብ ኩምለ፣ ኣብ ዓሰርተ ኣርባዕተ ምሕደራት ከባቢ እዚ ንኡስ ዞባ ኣርብዓ ሰለስተን ኣብያተ ትምህርቲ ከም ዝተዋደዳ እዩ ዝገልጽ። እዋእ
እቲ ማሕበራዊ ኣገልግሎት ብሓፈሽኡ ብፍላይ ከኣ ቤት ትምህርቲ ዝምልከት ኣብዚ ንኡስ ዞባ ቅድሚ ናጽነት ትምህርቲ ነይሩ እኮ ኢልካ ክትዛረብ ኣይትኽእልን ኢኻ ምናልባት እንተነበረ ኣብዛ ማእከል ሕጂ ዘለናያ ፎሮ ኣብኣ ሓንቲ መባእታ ቤት ትምህርቲ ነይራ ክትከውን ትኽእል እያ እቲ ዝተረፈ ከባቢታት ናህና ዝኾነ ትምህርቲ ኢሎም ካሊእ ድሕሪ ድሕሪ ናጽነት በዝቲ ፖሊሲ ናይ መንግስቲ ኣብቲ ርሑቕ ቦታታት ዘሎ ቐዳምናታት ስለ ዝሃበ ኣብ ኩለን ምምሕዳር ከባቢታትና ዳርጋ ቤት ትምህርቲ ዘይብላ ምምሕዳር ከባቢ የብልናን ካብዘን ዓሰርተ ሓሙሽተ ብጀካ ሓንቲ ምምሕዳር ከባቢ ኩምሁለ ትብሃል እዚኣ ውን ብናታ ጸገም ኢዩ ምኽንያቱ እቲ ህዝቢ ናይዚ ምምሕዳር ከባቢ ናብራ ናይ ሰበኽሳ ግማዊ ናነባብሮ ካብ ገደም ክሳብ ሀዘሞ ክሳብ ከባቢ ጋሽ ባርካ ዝዝርግሑ ሰብ ጥሪት ስለ ዝኾኑ ቀዋሚ ቦታ ስለ ዘይብላ እዛ ምምሕዳር እዚኣ ክሳብ ሎሚ ቤት ትምህርቲ ክግበረላ ኣይተኻእለን። እተን ዝተረፋ ዓሰርተ ኣርባዕተ ምምሕዳር ከባቢታት ግን ኮላን ዳርጋ ኣብያተ ትምህርቲ ኣለወን። ሕጂ ብብዝሒ እንተርኢና ሎሚ ካብቲ መዋእል ህጻናት ጀሚርካ ክሳብ ካልኣይ ደረጃ ዘለዋ ኣብዚ ንኡስ ዞባና ከባቢ ሰላሳን ኣርባዕተ ትካላት ትምህርቲ ኣለና።

ወላ ትምህርቲ ኣይነበረን ምባል ከማን ይቀልል ሽዑ ኣብዚ እዋን እዚ ደሓን ዝኾነ ዝርጋሐ ዳርጋ ኣብ ኩለን ምምሕዳር ከባቢ እቶም ኣቀዲመ ዝገለጽክዎም ቤት ትምህርቲ ዘይብላ ምምሕዳር ከባቢ የብልናን ምናልባት ኣብቲ ተሳታፍነት ኣብቲ ዓይነት ናይቲ ትምህርቲ ኣፍራይነት ናይቲ ትምህርቲ ከመይ ኣፍርዩዶ ኣየፍረየን ንዝብል ናቱ ሕቶታት ክህልዎ ክእል እዩ እንተዘይ ኮይኑ ብወገን መንግስቲ እቲ ዝግበር ተገይሩ እዩ እዚ ከባቢ ናይ ኣብያተ ትምህርቲ ዝምልከት ብፍላይ ክንድዚ ክብል ኣይክእልን ኣነ ምክንያቱ ኮለን ኣብያተ ትምህርትና እንተሪኢናየን ኣብዚ ገጠራት ዘለዋ ሓደ ዋሕዲ ናይ ተማሃሮ ኣለው ተማሃሮ ገሊኤን ኣብ ደረጃ ናይ ምዕጻው ዝበጽሓሉ፣ እዚ ከኣ ነቲ ህዝቢ እቲ መነባብሮ ላዕልን ታሕትን ኣብ ጉስነትን ገለ ስለ ዝብል ቀዋምነት ስለ ዘየለ ሓደ እቲ ጸገሙ። ካሊእ ኣብ ተሳታፍነት ናይ ደቂ ኣንስትዮ እውን ድኻም ከም ዘሎ ኣብዘን ኣብያተ ትምህርቲ ናይ ብሓቂ ተሳትፍኖ ናይ ደቂ ኣንስትዮ ድኽመት ከም ዘሎ፣ ብሓፈሹ እቲ ተሳትፎዬ ነዚ ንምፍዋስ ዝግበር ዘሎ ዝዋኔዚ እዚ ናይ ዓርዮት መደብ ዓርዮ ትብል ዕድሚኦም ደረጀ ትምህርቲ ዝሓለፈ ከመይ ጌርካ ኣብ ዓመት ክልተ ክላስ ከምዝውድኡ ምግባር ከምዘርክብዎ ምግባሮም እዚ ዝግበር ዘሎ ብሚኒስትሪ ትምህርቲ ናይ ብሓቂ ውጺታዊ እዩ ኣብዚ ንኡስ ዞባና ከባቢ ትሽዓተ ናይ ዓርዮ ቦታታት ኣለዋ ምናልባት እቲ ብዝሒ ከምቲ ዘድሊ ኣይከውንን ግን ብጣዕሚ ጽቡቅ ይጥቀማሉ ከም ዘለዋ እተን ቀዋሚ ዓዲታት ዘለወን ኣብያተ ትምህርቲ ዕድሚኦም ዝሓለፈ ብመደብ ንዕርየት ይሕዝዎ ኣለዉ። ብሰንኪ ዘይምጥርናፍ ዓድታትን ሰበኽ ሳግምን ኣብ ምምሕዳር ከባቢ ኩምለ ቤት ትምህርቲ ክትክፈት ከም ዘይከኣለት እቶም ግዱሳት ግን ደቆም ኣብ ላሓዘን ከም ዝምህሩ ኣቶ ዑስማን ዓረፋ ዝገልጽ። ኣብ ገሊኡ ሕልፍ ኢልካ ኣብዚ ከባቢ ላሕዜን ዛላ ቤት ትምህርቲ ናይ ገዳም ላሕዜን ኣብኣ ዝመሃሩ ውሑዳት ቁጽሪ ክህልዉ ይኽእሉ እዮም። ዝበዝሐ ግን ከም ምምሕዳር ከባቢ ማእኸል ኮይንዋ ትምህርቲ ዝበሃል የብላን። ምኽንያቱ ኣብ ጉሱነት እዮም። ኣብዚ ከባቢና ኣብ ከባቢ ገዳም ላሕዜን ዝቐመጥዎ ክልተ ወርሒ። ሰለስተ ወርሒ እዩ እዚ ኻባል ምስ ኣኽራናት ናይ ባሕሪ ምስ ዝናብ ናይ ባሕሪ እንተሎ እዩ ሕጂ ንኣብነት ኣብዚ ዝሓለፈ ወርሒ ዓሰርተ ክልተ እዮም ወሪዶም ዘለዉ ወርሒ ሰለስተ ኸባቢ የለዉን ኣብዚ እዋን እዚ ትምህርቲ ኻዓ ወርሒ ሰለስተ ክዕጾ ኣይክእልን እዩ ክሳብ ሳዕርን ማይን ዝረኽቡላ ስለ ዝንቀሳቐሱ እዚኦም ቁሩብ ጸገም ኣለዎም ኣብቲ ናቶም ቀዋሚ ዓድታት ስለ ዘይብሎም ኩሎም ኣብ ጉስነት እዩ ናብሮም። ዝርግሐ ትካላት ጥዕና ኣመልኪቱ ድማ ኣብዚ ንኡስ ዞባ ክልተ ማእከል ጥዕና፣ ሰለስተ መደበራት፣ ኣርባዕተ ንቑጠታት ብጠቕላላ ትሽዓተ ትካላት ጥዕና ከም ዝተዋደዳ እዩ ዝገልጽ። እወ ሕጂ እቲ ናይ ጥዕና ሕቶ ኣገዳሲ ሓደ ሰብ ክነብር እንተኾይኑ ጥዕንኡ ውሑስ ክኸውን ኣለዎ። ጥዕና ከኣ ካብቲ መንግስቲ ኣቐዲሙ ኣው ቀዳምነት ናይ ቀዳምነት ቀዳምነት ሂቡ ዝሰርሓሉ መደብ ስለዝኾነ ኣብዚ ንኡስ ዞባና ሓንቲ ማእኸል ጥዕና ብደረጃ ንኡስ ዞባ ኣብ ፎሮ ኣላትና ኣርባዕተ ምደበራት ጥዕና ከኣ ኣብ ላሕዜን፣ ኣብ ሮብሮብያን፣ ኣብ እራፈለን ኣብ ኡምለ ኣለዋና። ክም ምወሳኽታ እውን ናብ ምደበር ጥዕና ከምዕብላ ዝኽእላ ነቑጣታት ኣብ መሓፊድን ኣብ ገብገ ሆሳና ኣብዚ ዝሓለፈ ዓመት ተጀሚረን ኣለዋ። ጌና ብግቡእ መደበር ጥዕና ኣይኮናን ግን ኣለወን ሓካይም ኣጋር ሓካይም ኣለዉ መድሀኒት ይወሃበን ነቲ ህዝቢ ብቐረባ ክስታይ ክገብራ ስለዚ እቲ ዝርጋሐ ናይ ትካላት ጥዕና እንተሪኢና ደሓን ዝኾነ ዝርጋሐ የሎ እቲ መራኸቢ ጥራይ እዩ ኣብ መንጎነን ንሕድሕደን ምናልባት እዚ ካኣ እቲ ጆግራፋዊ ኣቀማምጣ ናይቲ ንኡስ ዞባና ዝውስኖ ስለ ዝኾነ ካብ ገብሩ ሆሳህና ሕጂ ዝኾነ ሰብ ብእምቡላንስ ድዩ ብኻልእ ክተድሕን ኣይትኽእልን ካብ ማሓፊድ እውን ከምኡ ፈቲኻ ጸሊኢኻ ብጉልቦት ናይ ሰብ ተሸኪምካ ኢኻ ሓራስ ወይ ጥንስቲ ክተምጻ ትኽእል ወይ ዝኾነ ዝተወጽዐ ሰብ እተን ካልኦት ግን ኣብዚ ጎላጉል ዘለዋ ግን ደሓን ዝኾነ ኣጎልጉሎት ይህባ እየን ዘለዋ ምኽንያቱ እምቡላንስ ትኣትወን እምቡላንስ ውን እንተዘይተረኽበ መስመር ስለ ዘሎ ብናይ ዝኾነ መጓዓዝያ ሰብ ክተድሕነሉ ትኽእል ኢኻ ኣብቲ ላዕሊ ዝበልኩኻዮን ስቲል እቲ ጸገም እውን ኣለወን ዋላ እቲ ሕክምና ናይ ኣጀማምሮ እምበር እቲ ጸገማት ኣሎ እቲ ሰብ ካብቲ ዓቅሚ ናይቲ ሕክምና ንላዕሊ እንተኾነ ብኸመይ ኢኻ ተድሕኖ ንዝብል ሕቶ ጌና ዘይተመለሸ ሕቶታት ኣለውና። ኣብ ጥዕናዊ መዳይ እዚ ንኡስ ዞባ፣ ምስ ቅድሚ ናጽነት ከወዳድር ከሎ ኣመሓዳሪ እዚ ንኡስ ዞባ ኣቶ ዑስማን ዓረፋ፣ ብሓቂ ምስቲ ናይ ቅድሚ ናጽነት ክነወዳድሮ እንተኾይና ሰማይን ምድርን እዩ ኣብዚ እዋን እዚ፣ ህዝቢ ኣገልግሎት ናይ ጥዕና ይረክብ ኣሎ፣ ጽቡቕ ኣሎ፣ ካብ ኩነታት እዚ ለበዳዊ ሕማም ዓሶ፣ ኔፍዮ፣ ፖልዮ እዚ ዝህሰ ዝነበረ ኣብዚ እዋን እዚ ዳርጋ ነበረ እዩ ኮይኑ ዘሎ። እዚ ከኣ ምናልባት እቶም ክኢላታት ናይ ጥዕና ብዳታን፣ ንጹር ሓበሬታ ክህብሉ ዝኽእሉ እዮም ግን ብሓፈሽኡ ክንርእዮ ከለና ኣብዚ እዋን እዚ ናይ ብሓቂ ብዙሕ ዕዳጋ ሕማም ዝኸውን ዝነበረ ህዝብና ካብ ብዙሕ ሕማማት ተገላጊሉ ኣብ ደሓን ዝኾነ ደረጃ ኣገልግሎት ናይ ጥዕና ዝረኽበሉ ክታበት ብስርዓት ዝተወልደ ህፃን ብግቡእ ክታበት ኣንፀር እዘን ሕማማት ዝበሃላ እዘን ሽዱሽተ ድየን ሸውዓተ ዝበሃላ ሕማማት ብግቡእ ክታበት ይግበረሉ ኣሎ። ብኡ ከዓ ዝኾነ ካብ መልከፍትን ናይ ዝኾነ ሕማም ይድሕኑ ኣሎ። ቅድሚ ናፅነት ግን ከምኡ ስለ ዘይነበረ ብዝኾነ ሕማም ተጠቒዑ እዩ ህዝቢ ናይዚ ከባቢ እዚ ብዓሶ እውን ተጠቒዑ ይመውት ምንባሩ ከም ዝነበረ ዝፍለጥ እዩ። ኣብዚ እዋን እዚ እውን ከምኡ ዝበሃል የለን፣ ክሳብ ሓራሳት እውን ዓብዪ ፀገም ናይ ሕርስን ጥንስን ብፍላይ ኣብዚ ጎቦታት ከም ዝነበረ ክሳብ እዚ ቀረባ ግዜ ሳላ እዚ መስመር ተኸፊቱ ኣብ መንጎናን ኣብ መንጎ ዓዲቀይሕ መካይን ናይ ግሊ ይኹን ናይ መንግስቲ ከምድላይ ክብለን ዝንቀሳቐሳ ብዙሕ ሽግር ናይዚ ህዝቢ እዚ ተቃሊሉ ክትብል ትኽእል ኢኻ። ፅሬት ኣከባቢ ንምውሓስ ካብ ቀትሪ ዓሰርተ ሸሞንተ ጀሚሩ፣ ዝተፈላለዩ ንጥፈታትን ጎስጓሳትን ከም እትካየድ፣ ከም ውጽኢቱ ድማ ኣብዚ ግዜ'ዚ ኣርብዓን ትሽዓተን ዓድታት እቲ ንኡስ ዞባ ተጠቀምቲ ዓይኒ ምድሪ ከም ዝኾና፣ እታ ዝተረፈት ሓውሲ ከተማ ፎሮ ኣብ ቀረባ መጻኢ ከም እትእውጅ ኣረዲኡ። ኣብዚ ናይ ኣከባቢያዊ ጽሬት ምናልባት እቲ መደብ ብሃገር ደረጃ ዝስርሓሉ ዝነበረ ሳልሳይ ዓመቱ ዝኸይድ ዘሎ እዩ። ኑዙጋና እውን ሓንቲ ካብተን ናይ ንኡሳን ዞባታት እዚ መደብ እዚ ኣቐዲማ ዝጀመረቶ ኣብዚ እዋን እዚ ኣብ ፅቡቕ ግስጋሰ ኣለና ክንብል ንኽእል ኢና። ምኽንያቱ ኣብ ትስዓ ኣርብዓን ትሽዓተ ዓዲታት ናህና ካብዚኤን ሓምሳ ምምሕዳር ከባቢ ዝበልኩወን ኣብ ኣርብዓን ትሽዓተን ምሕዳር ከባቢ እቲ ወጊድ ዳርጋ ተእዊጁ እዩ ዘሎ። ቀልቀል ኣብ ደገ ከይረኤ ኣዊጀን ኣሎ ኣርባዓን ትሽዓተን እታ መበል ሓምሳ ከኣ እዛ ማእከል እያ እዚኣ ውን ዳርጋ ወዲኣ እያ ዘላ ፎሮ ማለተይ ወዲኣ ኣላ ግን እቲ ናይ መወዳእታ ውን ኣብ ዞባ ደረጃ መመረቅታ ኣብኣ ክከውን ወይ እቲ ወጊድ ኣብኣ ክከውን ስለ ዝኮነ እቲ ናታ ክሳይ ድሒር ኣድሒርና እዩ ጸኒሕና ኣብዚ ቀረባ እዋን ውን ዞባ ደረጃ ንእውጀሉ ግዜ ምናልባት ርሑቕ ኣይከውንን እዩ፣ ወዳኢ ልምዲታት እውን ጎኒ ጎኒ ናቱ እንድዩ እቲ ጎስጓስ ዝኽየደሉ፣ ኣብ ዝኾነ ኣብ ደሓን ደረጃ ኣለናሉ፣ ህዝቢ ኣፍልጥኡ ናብ ሕክምና ናይ ብሓቂ ኣብዚ እዋን እዚ ይርኤካ እዩ። እቲ ሕክምና ይረከብ እምበር ህዝቢ ናብ ሕክምና ዝጎየሉ ብፍላይ እዚ ሕርሲ ናብ ኣብ ገዛውቲ ምሕራስን እዚ ናይ ክሽቦ እዚ ቀጻሊ ጎስጓስ ዝግበረሉ ስሕት ኢሉ ኣይረኤን ማለት ኣይኮነን ግን ብሙሉእ ብሙሉእ ተዓዊትናሉ ዋላ እንተዘይበልኩ ደሓን ዝኮነ ስጉምቲ ሰጉምና ከምዘለና ኣብዚ ይረኤካ እዩ ንርእሱ እዚ ናይ ኣካባቢያዊ ጽሬን ንብሎ ዘለና ሽቓቕ ጥራይ ሰሪሕካ ዘይኮነ ንኣጠቓቕሙኺ ኣጠቓቕሙን ከኣ ቀጻሊ ጎስጓሳት ይግበረሉ ቀጻሊ ጎስጓሳት ይግበረሉ ደሓን ዝኾነ ምዕባሊ ከኣ ንርእየሉ ንረኽበሉ ከኣ ኣሎና ኣብተን ዝረሓቓ ከባቢታት ኬድካ ኣብኡ ክትርእዮ ከለኻ ናይ ብሓቂ ብጽፈት ተታሒዙ ማዩኡን ሳብንኡን ገዝኡን ብጣዕሚ ጽቡቕ ተሰሪሑ ክትርእዮ ከለኻ ደስ ዝብለካ እዩ። ኣገልግሎት መጓዓዝያ ኣመልኪቱ ኣቶ ዑስማን። ናይ መጓዓዝያ ከዋዕጂ ኣብዚ እዋን እዚ ብፍላይ ኣብዚ ሕጂ ዘለናዮ ግዜ እቲ ዝሓሸ ኩነታት ኣሎ ክትብል ትኽእል ኢኻ። ሓደ መስመር እዚ ብወገን ረብሩብያ ክሳብ ገናሎ ዝኸይድ መስመር ኣለና ክፉት። እዚ ሓራ ከላ ትመላለስ ኣብ ሰሙን ክልተ ግዜ ሰለስተ ግዜ ትመላለስ ኣሎ። እዚ ናይ። ባጽዕን ፈሮን ከኣ ብቐዋምነት መዓልታዊ ክልተ ሓራት ኣለዋ። ብሰሙናዊ ዝኽየድ ከኣ እዚ መስመር ናይ ኤርኣከሌ ካብ ባጽዕ ጀሚርካ ክሳብ እዚ ኣብ ጉያ ዘሎ እዚ ከኣ ልክዕ ከምቲ ናይ ኦምሌ ኣብ ሰሙን ክልተ ግዜ ወይ ሰለስተ ግዜ እንዳተመላለስካ ኣገልግሎት ናይ መጓዓዝያ ይረክባሉ። ስለዚ እቲ ዝሓሸ ኣብዚ እዋን እዚ ኣገልግሎት ናይ መጓዓዝያ ክህሉ ክትብል ትኽእል ኢኻ። ብዛዕባ ኣገልግሎት መራኸቢታት ኣቶ ዑስማን፣ ታወር ኣብ ሓውሲ ከተማ ፎሮ ተተኺሉ፣ ኣብ ጎላጉል ዘለዋ ዓድታት ተጠቀምቲ ተንቀሳቐሲ ተሪፎም ከምዝኾነ፣ እተን ኣባጻት ብዝተደኮና ዓድታት ጊን ዝኾነ መራኸቢታት ከምዘይብሎም ንዝምልከቶም ኣካል ቆላሕታ ክገብረሎም ከምዝሓተቱ እዩ ኣቶ ዑስማን ዓረፋ ዝገልጽ። ምናልባት እዚ ናይ ኤሪቴል ሕቶ እዩ ቀጻሊ ካኣ ይሕተተሉ ብህዝቢ ይኹን ባኣና ይሕተተሉ ቢጀካ እዚእን ኣብ መስመር። ዘለዋ እቲ ዝበዝሐ ክፋል ናህና እዚ ጎቦታት ካብ ረቡብያ ጀሚርካ ንላዕሊ ዘሎ ኩሉ መስመር ናይ ኢሪቴል የብሉ ስለዚ ሓንቲ ካብቲ ሽግር ዘለና ኣብ ናይ ኢሪቴል ኣብ ንኡስ ዞባ ጥራይ እዘን ኣብ መስመር ዘለዋ ጥራይ እየን ተሸፊነ ዘለ ቁሩብ ግን ታወር እንተዝግበር ኣብ ከባቢ ኡምሊ ድዩ ዕመርቀብሪ ድዩ ወይ ኣብ ረቡብያ ንርእሳ ነዚ ኣብ ጎቦታት ፋሕ ኢሉ ዘሎ ህዝቢ ምሸፈናልና ዝብል ግምት ኣለና። እዚ ውን ቀጻሊ ይሕተተሉ ዩ። ክሳብ ሕጂ ግን ኣይተተግበረን ኣሉ። ምናልባት ኣብዚ ቀረባ እዋን ብወገን ኤሪቴል ጽቡቅ ሰናይ ሓሲቦም እንተገበሩልና ደስ ምበለና ኔሩ። ክንደይ ሚእታዊት ዝንኡስ ዞባ እዩ ቐረብ ዝስተ ማይ ዝተዋደደሎም ንዝብል ሕቶ ኣቶ ዑስማን። እዚ ምናልባት እዚ ኩነታት ናይ ማይ ብሚእታዊት ዶ ብተሰርዔ ዶ እይተሰርሐን ዝብል ምናልባት ጌጋ ሓበሬታ ከይህብ ኣብቲ ፈለማ፣ ማይ ዝተዃዓተለን ብዙሓት ኣለዋ ግን ኣገልግሎት ይህበሉ እዚ ማይ እዚ የለን ኣብዚ ዋኒ እንተይልና ኣብዚ ዋኒ እዚ ብጀካ ሰለስተ ቦታ ማይ ዝበሃል ምምሕዳር ከባቢ የብልናን ረብሮብያ ፈሮ እራፈለ ልሓዘይ እውን ደሓን ዝኾነት ነይራ ሕጂ ኣብዚ ዋኒ እዚ ተበላሽያ ተጠውይላ ኣላ እተን ካልእ ምምሕዳር ከባቢታት ኮለን ማይ የብለን ብፍላይ ኣብዚ ጎቦታት ዘለው ካብ ናይ ከረምቲ ማይ ኣኪብካ ባስካታት ዓበይቲ ባስካታት ተሰሪሑ ብኡ ክም ዝካይዱ ስንጭሮታት ፈቀዶ ማይ ዘሎ ብኡ ክም ዝሕልፉ ጥራይ እዩም ዝግበር ዘሎ ስለዚ ናይ ማይ ጸገም ዘለወነ ናብነት ክም ማይ ኣለወን እዩ ዝበሃል ሓዲሽ ዙላ ኣፍታ ኩሉ ጨዋም ኮይኑ እቲ ማይ ናተን ሕጂ ኣብዝዋንዚ በዓል ሓድሽ ዳርጋ ኣብ ምስታይ የለን ኣይሕስብን ምስታይ ጥራይ ዘይኮነ ንሳ ውን ተበላሽያ እታ ሶላር ተበላሽያ ናይ ኤረማዮ እታ ሞተረን እቲ ሶላር ተበላሽዩ ናይ ዙላ ብዝባ ነዚ ተማሓይሽሉ ብዓቅሚ ናይቲ ህዝቢ ባዕሉ ተሓጋጊዙ ገንዘብ ኣዋጺኦም ኣዕርዮማ ኣለው ሶላርን ሞተረ ጌሮማ ኣለው ግን ንሳ ትሓይሽ ትከውን ኣብዚ ከባቢ ስለዚ እቲ ማይ ብሚእታዊቱ ወላ የጸግመኒ እንተኾይኑ ከምድዚ እንተዘይበልኩ ዳርጋ ኣርባዕተ ምምሕዳር ከባቢ ኢና ማይ ንሰቲ ዘለና ካሊእ ይሰቲ የለን ስለዚ ብኡ ክትግምቶ ውን ትኽእል ኢኻ ምናልባት ኣብቲ ናይ ቅድሚ ሕጂ ክንድዚ ሚእታዊት ክንዲ ዝብሃል ነይሩ ኮሎ ዒላታት ማይ እቲ ኣገልግሎት ስለዝበጽሐ ግን ኣብዚ እዋን እዚ የለን። ስለዘየለ ካብ ስራሕ ወጻኢ ስለዝኾና እዘን ትካላት እዚኤን ዳርጋ እታ ሚእታዊትውን ክትጎድል ኣለዋ ዝብል ግምት ኣለኒ። ገንዘብ ማይ ናብ ማይ እዩ ዝበሃል። መንግስቲ ሓንሳብ ቀረብ ዝስተ ማይ ምስ ኣዋደደ እታ ዓዲ ባዕላ ካብ ኣታዊታታ ጽገና ክትገብር ኣለዋ እዮም ዝብሉ እንዳ ክፍሊ ማይ። ስለዚ ኣብዚ እንታይ ርእይቶ ኣለካ ክብል እየ ተወኪሰዮ። ሕጂ እንታይ ይመስለካ ህዝቢ እውን ይጽግን እዩ። ሞተረይ እንድሕር ተበላሽዩ ይጽግን፣ ገለ ናእሽቱ ነገራት እንድሕር ተበላሽዩ ይጽግን እዩ። ኣብ ከቢድ ነገራት ኣሎ ግን። ብፍላይ እዚ ናይ ዔላታት ሓደ ናይታ ፓምፕ እያ ኩሉ ግዜ ትበላሾ፣ ካልእ ኢንቬርተር ናይቲ ሶላራት ስለ ዝበላሾ፣ እዚ ክኣ ከቢድ ወጻኢ ዘድልዮ ጉዳይ ስለ ዝኾነ ኣብ ዝበዝሐ ከባቢታት ልዕሊ ዓቕኖም እዩ ዝኸውን። ንኣብነት ዙላ ኣፍታ ደቃኦም እዮም ኣብ ደገ ዘለዉ ሓጊዞሞም ከባቢ ሰለስተ ሚእቲ ሽሕ ስለ ዝሰደዱሎም ብኡ እዩ ተዓርያ ብመሰረቱ እቲ መስመር ተቀይሩ ብሶላር ከም ዝከውን ምስቲ ናይ ሞተረ ዝነበረቶ ሶላር ከም ትከውን ኩሉ እዚ ካብ ዕዳጋ እዩ ተዓዲጉ በቶም ህዝቢ ስለዚ ይከብድ እምበር እቲ ህዝቢ ኣይሳተፍን ማለት ኣይኮነን ኣብዛ ናይ ማይ ኩሉ እዚ ነዳዲ ሶላር ፅገና ናይ ሞተሬታት ኩሉ ባዕሎም እዮም ዝገብሩ ግን ኣብዚ እዋን እዚ እተን ሞተሬታት ልዕሊ ዕስራ ዕስራን ሓምሽተ ዓመት ዝሰርሓ ስለዝኾና ዳርጋ ካብ ስራሕ ወፃኢ ኮይነን ዋላ ፀጊንካ ትርጉም የብሉ እቲ ዝበላሾ ኣብቲ ዕለታት ከዓ ከምዝበልኩኻ እዚ ፓምፕ ስለዝኾነ ንስኻ ክቡር እዩ ክልተ ሚእቲ፣ ሚእትን ሓምሳን ሽሕ ገለ እንዳ ተባህለ እቲ ዋጋታት ክንገሮም ገምቱልና ንብል ኢና ግን ናይ ኣልዓቅሞም እዩ ዝከውን ዘሎ ጥራይ ብመንግስቲ ተዓርዩ ከም ጠረ ቅድሚ ሕጂ ተጸጊኑ ክርከብዎ ከለው ኢካ ትጽበ እምበር

ካልኣይ ክፋሉ ኣብ ዝቅጽል ሰሙን ተከታተሉ ሰሰናዩ እናበልኩ ክፍሊ